ኣብዛ መወዳእታ እዚኣ እ ላታ እንድሕሪ ኮንቶንት ጓል እንድሕሪ ኮይና ኣብዚ ግን ሄኖግ ይዛረብ ስለ ዘሎ ጀስዊ ትረ ኮንቶን ይብል ኣሎ ማለት ኣነ ብጣዕሚ እየ ሕጉስ ኣሎር ደ ፌር ቮትር ኮኔሶንስ ደ ፌር ቮትር ኮኔሶንስ ምሳኹም ምልላዩሲ ብጣዕሚ እየ ሕጉስ ይብል ኣሎ ጓል ስለ ዝኾነት ሕጂ ስለዚ ምሳኹም ፌር ደ ኮኔሶንስ ማለት ኮኔሶንስ ምልላይ ምሰብ ክትላለን ከለኻ ጀስዊ ትረ ኮንቶን ደፊር በቲ ኮኔሶ ተልካ ምሳኹም ምልላይሲ ብጣዕሚ እዩ ደስ ኢሉኒ ብጣዕሚ ሕጉስ ኮንቶ ማለት ሕጉስ ማለት እዩ ይኾና ላቶ ሽዑ ቦንጆር ሄኖክ ሰላም ሄኖክ ምዋ ሰ ዮሃና ኣነ ዮሃና ይበሃል ምዋ ሰ ዮሃና ሕጂ እቲ ጅማፐል ከይትድገም ማለት ተደጋጋሚ ኣነ ጅማፐል ከምዚ ከምዚ ከምዚ ተልኩም ሕጂ ብቲ ቃል ናቱ እቲ ማለት እቲ ንጁማፐር ዝብል ከይዳጋገም ኣነ ከምዚ ይባሃል ምዋ ሰይ ሓበን እንድሕር ኢለኩም ኣነ ሓበን ይባሃል ስመይ ሓበን እዩ ይብለኩም ኣለኩ ማለት እዩ ኦንሾንቴ ኦንሾንቴ ጽቡቅ ሌላ ይብለኩም ኣለኩ ኦንሾንቴ ጽቡቅ ሌላ Je suis vraiment heureuse de vous rencontrer heureuse ተኮይኑ እታ መወዳእታ ዘላ ንጓል ማለት እዩ እኹ ተኾይኑ ንወዲ እው እንድሕር ሃልያ እታ መወዳእታ ከኣ ዙዝ ትብል ሰብ TS ዝዝ ስለ ዝድመጽ እኹዝ ኣነ ብጣዕሚ ሕጉስቲ de vous recontrer sur le chat ኣብቲ ሻት ኣብቲ ናይ ቴክስ ምልላይሲ ብጣዕሚ እዩ ደስ ኢልኒ ኢላቶ ማለት እዩ recontrer ንሰብ recontrer ክትላልዮም ከለኻ ማለት እዩ ስለዚ ስክረሻት ከኣ ኣብቲ ናይ ቴክስ ዝርርብ ኣብቲ ናይ ቴክስ ኣብ ዝኾነ ናይ ላይፍ ድዩ ናይ ዝኾነ ነገር ክብር እንከሎ ኣብ ቴክስ ዝጸሓፍ ከለኻ ሻት ክብር እንከለኻ ኣብኡ ትላለየ ሰብ ደብኾ ኮንትኸ ሱቕለ ሻት ኣብቲ ናይ ሻት ምልላይሲ ብጣዕሚ ደስ ኢልኒ ኢላቶ ኢልዋ ሽዑ ሞሲ ኣነ እውን ሴ ኣን ፕሌዚር ደ ዲስኩቴ ኣቬክ ቭ ሴ ኣን ፕሌዚር ፕሌዚር ማለት ደስ ኢልኒ ማለት እዩ ሴ ኣን ፕሌዚር de discuter avec vous ብጣዕሚ ምሳኹም ምሳኺ ምልላይሲ ምሳኺ ምዝርራብሲ ብጣዕሚ ደስ ኢሉኒ ዲስኩተ ማለት ምዝርራብ ማለት እዩ ምሳኺ ምዝርራበይ ብጣዕሚ እዩ ደስ ኢሉኒ ኣቬክ ማለት ምስ ማለት እዩ ምናልባት ነዞም ሓደስቲ ኣቬክ ምስ ማለት እዩ

n'est pas toujours facile ፍራንሰ ኩሉ ግዜ ቀሊል ኣይኮነን ይብለና ኣሎ ማለት እዩ ፍራንሰ ኩሉ ግዜ ቀሊል ኣይኮነን ቱጁር ማለት ኩሉ ግዜ ማለት እዩ ፋሲል ከዓ ቀሊል ማለት እዩ ሕጂ ኔፓ ኔፓ ስለ ዝብለና ዘሎ እዚ ቀሊል ኣይኮነን ኔጋቲቭ እዩ ማለት እዩ ሎ ፍራንሰ ኔፓ ቱጁር ፋሲል ፍራንሲ ኩሉ ግዜስ ቀሊል ኣይኮነን

Je me sens plus à l'aise Je me sens plus à l'aise ሕጂ ግን ኣሌዝ ማለት ሕጂ ከም ጽፍ ላይፍ እቲ ላይፍ ዝነበርኩም ኣሌዝ ማለት ከምዚ ኖርማል ትኾነሉ ማለት እዩ ሕጂ ፍራንስ ኣብ መጀመርታ ኣበይ ካብቲ ነይሩ ድሕር ግን ከም ልብኻ ክዛረብ ከለኻ ሕጂ ግን ኖርማል ኣለኹ ኣሌዝ ኣለኹ ኣሌዝ ንጥቀመሉ ሕጂ ኩሉ ግዜ ኣብ ዝኾነ

እቲ ኦብጀክቲፍ ናትካ ዕላማ እንታይ ዕላማኻስ እንታይ እዩ ኦብጀክቲፍ ዕላማ ማለት እዩ ጆ ምኸ ፓክለየ ኩኻሞ ጆ ኦምኸ ክኢደልየ ድሌት ክህልወንስ ድሌትስ ኣለኒ ማለት እዩ ድሌት ኣለኒ ኩኻሞ ንክዛረብ ፐርፌክት ንክኸውን ይብላ ኣሎ ንስራሕን ቀንዲ ብስኽቱ ልዕሊ ኩሉ ቡቕ ሉትኸባይ ኤ ቡቕ ቫያጀ ንጉዕዞን ንስራሕን ልዕሊ ኩሉ ማለት እዩ

ኤህ እንደገና les informations en français እቲ information ኣብ ፍራንስ ከኣ ኢንፎርሜሽን ዝኾነ ነገር ኣብ ኢንተርነት ደልዮ ድዩ ዝኾነ ነገር ኣብ ዝኾነ ነገር ቋንቋ ተኸኢልካሲ እቲ ኢንፎርሜሽን ዝኾነ ነገር ብቐሊሉ ንኽረኽቦ ኤ ፖር les informations en français ብፍራንስ ገር ኢንፎርሜሽን ንኽፈልጥ ከኣ ዮሃና ሽዕንታናቶ ትኸይ ቦን ኦብጀክቲቭ

Je manque du temps ግዜ ጎለኒ እዩ Je comprends ኢና ተሸባህና Je comprends le plus important c'est la régularité እቲ ኣገዳሲ ዝኾነስ እቲ ኩሉ ግዜ ምግባር እዩ ዘይ ወላ ንመዓልቲ ዓሰርተ ግዜ ድዩ ዓሰርተ ሓሙሽተ ደቂቕ ከምዚ ቅድም ኣቢሉ ዘሎ ከምኡ ምግባር እዩ ሬጉሊየር ክትገብሮ ኣለካ ማለት እዩ እቲ ፍራንሳኻ ትብሎ ኣላ ማለት እዩ le plus important እቲ እቲ ኣገዳሲ እስላም ኽግለክቲ ኽግለክቲ ምግባር እዩ ኩሉ ግዜ ምግባር እዩ ማለት እዩ ኣብ ቀጻሊ ምግባር እዩ እቲ ጉዳይ መጽናዕቲ ሜም ዲዝ ኡ ካንዝ ሚኒት ፓር ዡር ዋላ ዓሰርተ ወይ ዓሰርተ ሓሙሽተ ደቂቕ ብመዓልቲ ማለት እዩ ሜም ዲዝ ኡ ካንዝ ዡር ፓር ዡር ዓሰርተ ወይ ድማ ዓሰርተ ሓሙሽተ ደቂቕ ብመዓልቲ እዩ ሴ ኡቲል ኣገዳሲ እዩ ሴ ኡቲል

ኮንሰይ የቀንየለይ ነቲ ናትኪ ርህራሀን ብክፈትኪ ኮንሰይ ነቲ ናቲ ምክሪ ከኣ ማለት እዩ ምክርን ርህራሀን እዩ ማለት እዚ እስኪ ሽፈክቲ ነዚቴ ፓ ኣሜ ኸኮንታክተ ነዚቴ ፓ ኣሜ ኸኮንታክተ ከምዚ ንድሕሪት ኣይትበል ንዓይስ ኮንታክት ግበረኒ ትብሎ ኣላ ማለት እዩ ነዚቴ ፓ ማለት ድሕር ኣይትበል ማለት እዩ ወይ ኣይትሰከፍ ዝዓይነት ነዚቴ ፓ ኣሜ ኸኮንታክተ ኣትረቢያንቶ ኢላቶ ሽዑ ዮሃና ኣትረቢያንቶ ማለት ኣብ ቀጻሊ የራኽበና ኣብ ቁልጡፍ ቀጻሊ ኣትረቢያንቶ ኣብ ቁልጡፍ ዝኾነ ኣብ መጻኢ የራኽበና ማለት እዩ ኣትረቢያንቶ ቦን ዡርኔ ኢልዋ ሽዑ ኣትረቢያንቶ ኣብ ኣብ ቀጻሊ ኣብ ቁልጡፍ ቀጻሊ የራኽበና ቦን ዡርኔ ብሩኽ መዓልቲ ኢላቶ ሽዑ ዮሃና ማለት እዩ ብሩኽ መዓልቲ ንዓኹም ከኣ ባባይ ብሩኽ ምሸት እንድሕር ብሸት ትሪእዋ ሃሊኹም።